እሺ ቤተሰብ እንታይ ኢና ንሰምዕ ዘለና። ስለዚ ብዛዕባ እታ ኣርእስቲ ጽሒፈያ ዘለኹ ታክስ ክፈል ተባሂለ ኢልካስ ዕንደራ ናይ ምንታይ ዕንደራ እዩ እዚ? ገለ ገለ ቪድዮታት ከርእየኩም እየ እሞ ኤርትራውያን ኣሕዋተይ እንድሕር ኣባላት ፅምዶ ኢና ንሕና እዚኣ ሰሚዕኹማ ኢኹም ኣባላት ፅምዶ ኢና ንሕና እዚ ኣባላት ፅምዶ እዚኦምን ካልኦትን ኣብዚ መደብ እዚ ክንከታተል ኢና እሺ ቤተሰን መጀመርታ ነዚ ቻናል እዚ ሓደሽቲ እንተደኣ ኮንኩም ሰብስክራይብና ላይክ ናገበርኩም ናዚ ቻናል እዚ ቤተሰብ ምዃን ኣይትረስዑ ኢኹም መጀመርታ ከዚ ሰብስክራይብ ናገበርኹም ላይክ ናገበርኹም እዚ ቪድዮታት ቐጽልዎ። እሺ ቤተሰብ በቲ ፈላማይ ቪድዮና ንቕጽል ኣለና ሰናይ ምክትታል። ሰብሲ ገንዘብ ተረኺቡ ወይ ካብቲ ዘለዎ ብድሆታት ድሕር ርሒቑስ ዝሕጎስ መስሎ። ሓጎስ ኣምላኽ ኣብታ ንዓኻ ኢሉ ዝፈጠራ መሬት እያ ዘላ። ካብ መፈጠርካ ወጺኻ ምንባር ከም እንስሳ ዘገዳም ካብ ጫካ ውጺኻ ምንባር ኩሉ ቀሪብካ ኣብ ሬቶ ዝተዓሸገ ገዛ ምንባር እዩ። ክንዲ ዝጠዓመ ተጠዓመ ከም ሃገርካ ዝመጽእ ነገር የለን። ኣብ ደገ ከለኹ ብዙሓት ዜጋታት ይፈልጥ እንዴ ከም ኤርትራዊ ጌሩ ሃገሩ ዝግደስ ሰብ ግን ርእየ ኣይፈልጥን እየ።
ደቓል እዮም እዚኦም ምስ ኩሉ ምስ ኩሉ ኣኽብሮት ደቓል እዮም እየ መራሕትና ደቓል እዮም እየ ንዖም ዝስዕቦም ደቓል እዮም እየ ፅምዶ ዝበሃል ዘሎ ናይ ደቓል ቅድሚ ብዙሕ ምዝራብና እዛ መልእኽቲ ናተይ እዚኣ ወይ ድማ እዛ ሓሳብ እዚኣ ናብ ኣቡል እያ ማለት እዩ ወሬዲ ቲክቶክ ስለ ዘለዎም ግድን ክሰምዑና ዘይኮይኑ ዳሓሸር በልዋ ማለት እዩ እንታይ ክብል ደልየ መቸም እዛ ዘረባ እዚኣ ንሰምዓ ኣለና ደቓል እዮም ዶ ከምዚ ዶ ገለ ብዙሕ ኢና ንሰምዕ ዘለና ማለት እዩ ብዞም ሰባት እዚኦም ኣብ ዝሓለፈ እውን ሚደር እያ ብዛዕባ ኣቦና ባረኮ ከምዚ ዶ ኣወል ከምዚ ገይርዎ ዶ ገለገለ ንፌስቲቫል ከይትኸዶ ብዙሕ ብዙሕ ብዙሕ ተባሂሉ እዩ ግን ኩሉ ግዜ ኣለዎ ሓንቲ ከመሓልፋ ደሊ ግን ኣወል ተዛረባ ዘረባ ኣላ ማለት እዩ ሓንቲ ዝዝክራ ወይ ድማ ናይ ሻዕብያ ስልቲ ዝሰማዕኹዋ እንታይ መሲልኩም እዚኦም ሓተትቲ ጋዜጠኛታት ገለ ኣብ ዝተፈላለዩ ምብራቕ ዓለም ዘለዉ ብዛዕባ ሻዕብያ እንደስዶ ከምዚ ሕማቕን ፅቡቕን እዛረቡ ማለት እዩ ግን ሻዕብያ ሰቕ ምስ በለ ነቲ ስም ተዛረቡ ነቲ ስም ዝሓተትዎ ነቲ ሕቶ መን ምልሶ ትፈልጡ ዲኹም ባዕሎም እቲኦም ሓተቲ ባዕሎም እዮም ነቲ ሕቶ ዝምልስዎ ማለት እዩ። ስለምንታይ መልሲ ስለ ካብ ሻዕብያ ዝሰኣኑ ስቅ ስለ ዝኾነት እታ መልሲ ማለት እዩ። ስለዚ እዚኦም ሰባት እዚኦም እውን ድበሉ ይበሉ ኣወል ማለት እዩ ኣብዚ ዝመጽእ ናትካ ቪድዮታት ገለ ብዛዕባ ሰብ ሰባት እዚኦም እዚኦም ጠቕላላ መልሲ ክትህብ ኣይ ማዕበል ዲበላ ኣብዚ ከለኻ እቲ እንተዘይብልካ ኣይኑ ክህልወካ ኣይክእልን እዩ እወ ንዓኻ እውን ጽቡቕ እዩ ሓዞ እዚ ሰነድ እዩ ካባና ክትረኽቦ እንታይ ደኣ ንሳርናይ መሳርሕትኻ ካባና ትረኽቦ መን እዩ ሰዲድሉ ሲድ ፎቶ። ኣነ ዝፈልጦ ግን ከመይ ገሩ ኣብኡ በፂሑ እዩ ከመይ ገሩ በፂሑ ከመይ ገራ እዛ ወረቐት እዚኣ እንድሕር ኣባላት ፅምዶ ኢና ንሕና እዚኣ ሰሚዕኹማ ኢኹም ኣባላት ፅምዶ ኢና ንሕና እዚ ኣባላት ፅምዶ ዝሰደዱልና እዮም ካብ ኣስመራ እዮም እዚ ካብ ናይ መንግስቲ እዩ እንድሕር ተይሉ ኣባላት ፅምዶ እዚ ወዲ ብላ ከይተረድኦ ኣባል ፅምዶ እዩ ወይ ተረዲእዎ ኣሎ ማለት እዩ ኣባላት ፅምዶ ዕላምኦም እምበኣር እዚ እዩ ስለዚ ብርጌድ ንሓመዱ እንተተረዲእዎ ድዩ እንተከይተረድኦ ሰራዊት ናይ ህግደፍ ወይ ከኣ ናይዛ ጉጅለ እዚኣ ኮይኑ ኣሎ ማለት እዩ። ድሕሪ እዛ ወረቐት እዚኣ ወዲ ጠባ ደንብባ ናይ ኣባላት ናይ ጽምዶ ኢና መንግስቲ ዝሰደደልና እዩ እንድሕር ተይሎም ነዚ ደኣ መን ሰዲድሉ ንወዲ ጠባ ዝሰደደሉ መንግስቲ ተኮይኑ ነዚ ከዓ ዝሰደደሉ መንግስቲ እዩ ማለት እዩ ስለዚ መንግስቲ ምዞም ብርጌድና ሓመዱ ኢድን ጓንትን ኮይኑ ይሰርሕ ኣሎ ወዲ ጣባ እንድሕር ኣባል ናይ ጽምዶ እንድሕር ተኾይኑ which is ዓባይ ትግራይ ወይ ዓባይ ኢትዮጵያ ድብል እንድሕር ተኾይኑ ወዲ ቡላ ከኣ the same thing ክሰርሕ ኣሎ ማለት እዩ። ሕጂ ኢድን ጓንትን ዝሰርሑ ከም ዘለዉ በዛ ትሪእዋ ዘለኹም ከነረጋግጽ ንኽእል ማለት እዩ።
ሓደ ሽሕ ገለ ዝብል ዘሎ ሓንቲ መዓልቲ ምስ ኣለና ዋልታ ሃገር ትብል እዚ ናይ ሰለስተ ግዜ ዕስራን ሓደ ሽሕን ሓሙሽተ ሚእትን እዚ ናይ ልዋም መዓሾ ኣማንኤል ጎይቶም ዝብል ዘሎ ብሰብዓ ሽሕ ሓደ መዓልቲ ምስ ኣለና ዋልታ ሃገር እዩ እዚ ኩሉ ማለት እዩ ኣብዚ ፊልም ኣይከሰርኩን ኣርባዕተ ክፋል ማለት እዩ ዕስራን ሸሞንትን ሽሕ ከውሒ ሸው ፊልም ኣለይ ደርፊ ሲንግል እምነታዊ ደርፊ ዓሰርተ ኣርባዕተ ገለ ኩሉ ዳታ እዩ ዘሎ እንድሕር ደሊኹም ኩሉ በብሓደ ክነርእየኩም ዝከኣል እዩ። እወ ፋሚሊ ንቀጽል ኣለና ከዝለ ሰብስክራይብ እና ላይክ ናገበርኹም ናዚ ቻናል እዚ ቤተሰብ ምዃን ኣይትረስዑ ከዘለላ ቪድዮታትና ንቀጽል። ሰላም ሰላም ከመይ ኣሕዲርኩም ኣብ ዘለኹሞ ሰላምን ጥዕናን እምነየልኩም እምበኣር እዞም ክንዛረበሎም ዘቕነና ኣሕዋትና ከም ትሪእዎ ማለት እዩ ካብ ዝተፈላለየ እስር ቤታት ናይ ኢትዮጵያ ብለይቲ ንኤርትራ ተመሊሶም ኣለዉ። ካብ ኣያት ፖሊስ ጣብያ ኣርብዓን ሽዱሽተን፣ ጨፌ ፖሊስ ጣብያ ሰላሳ፣ ኣምባሳ ገራጅ ፖሊስ ጣብያ ሚእትን ዕስራን፣ ላፍቶ ፖሊስ ጣብያ ዕስራ፣ ጆሞ ሚካኤል ፖሊስ ጣብያ ዓሰርተ ሓሙሽተ፣ ሃና ማርያ ፖሊስ ጣብያ ዓሰርተ ሓሙሽተ እዚኦም እቶም ብግዱሳት ኣሕዋትና ዝርዝሮም ዝተረኸበ እዩ'ምበር ካብ ካልእ እውን ክህልዉ ከምዝኽእሉ ንሰብ ቲክቶክ ድጎድኦ ከኣ እንታይ ጸገም ኣሎ መሲልኪ ከምዚ ኣነ ደይድግፋ ነገር ኣላ ኣብ ዝኾነ ነገር ሕጂ ንኣብነት ኣብ ኢንተርቪው እንተኾይኑ ወይ ኣብ ኣብ ክስታይ ከኣ ኣብ ቲክቶክ ከኣ ፍቑራት ኮይኖም ይመጹ ንኣብነት ብናቶም ኩሉ ነገር የውጽዎ ፍቲ ቲክቶክ ማለት እዩ ሕጂ ኩሉ ሰብ ይፈልጦ እዩ ትናቶም ነገር ኩሉ ሰብ ይፈልጦ ምስ ተባኣሱ ከዓ ሽዑ መፅኦም የውፅኡ ሕጂ ፕራይቬት ናትካስ ኩሉ ግዜ ሲ ኣብ ገዛኻ ክኾን ኣሎ ኣብ ናትካ ማለት እዩ ሕጂ ንኣብነት ኩላና ፋሚሊ በብናህና ዓቢና ሕጂ ሳሪ ኣብ ገዛኺ ድዓበኽዮ ስድራኺ ናትኪ ምሻሉ ናትኪ ስነስርዓት ኣለኪ ናተይ ስነስርዓት ኣለኒ ነናህና ተዓባብያ ምሻ ኣለና ሕጂ ሓቢርና ክንራኸብ ከለና ኣነ ንስድራይ ኣሕሊፈ ክቦም ኣይደልየ ምሽ ኩሉ ግዜ እስኻ እንታይ ትገብር ኩሉ ግዜ ንገዛኹም ትከላኸልሎም እዮም ምክንያቱ ሓቢርና ክንፋቐር ኢና ንደሊ ደኣ እምበር ናይ ገዛና ገለ ነገር ሕማቕ ከውፅእ ኣይደልን እየ ስኹም ሕማቕ ናይ ገዛ ክትውፅእ ኣብ ገዛና ጥራይ ትፈልጦ ከምቲ ኩሉ ግዜ ኣብ ገዛና ድዓበናዮ ምስ ስድራና ኣብ ሶሻል ሚድያ ከዓ ናትና ናይ ውሽጥና ዘየውፃና ተመራፂ እዩ ብናተይ ኣረኣያ ማለት እዩ ከምዚ ቫይራልስ ክተውጽኦ ኩሉ ነገርሲ እቲ ናትካ ናትካ ኣብ ውሽጥኻ ዘሎስ ኩሉ ሰብ ክፈልጦስ የብሉ ብፍላይ ዝበዝሐ ግዜ ኣብ ሰብ ሓዳር ወይ ኣብ ፍቑራት ገለ ዘሎ ነገር ብጣዕሚ ይኸብድ ሕጂ ብሰንኪ ከምኡ ህይወቶም ዝሰኣኑ ሰባት ኣለዉ ኣብዚ ንፈልጦም ኢና ኩላህና ንፈልጦም ሰባት ኣለዉ ከምዚ ብሰንኪ ናቶም ኩሉ ነገር ሶሻል ሚድያ ኩሉ ሰብ ምስ ፈልጦም ነይሩ ሽዑ እንታይ እዩ እቲ ህዝቢ ገለ ገለ ሰባት ወላ ከምዚ ምሽ ብዙሕ ነገርካ ምሽ ይበዝሖም ሽዑ ሓደ ሓደ ግዜ ምስ ተባኣስካ ሽዑ ኣታ ባዕልካ ትፈልጥ ከምዚ ግደፉና እስከ ተጨንቑና ከምዚ ከምዚ ከምዚ ጸርፊ ይበዝሖ ሽዑ ይላገጸሉ ዘሎ ሰብ መሲልዎ ኩሉ ግዜ ስለ ትላገጽ ትስሕቕ ከድ ዝጭነቕ ኣይፈልጥን ሰብ ሽዑ ብሰንኪ ከምኡ ተስፋ ቆሪጽካ ሂወትካ ምጥፋእ እውን ኣሎ ኣብ ከምዚ ትበጽሕ ኢኻ ሕጂ ሶሻል ሚድያ ከምዚ ናቱ ጥፍኣት ኣለዎ ከምዚ ዓይነት ነገራት ክወጽእ ከሎ ማለት እዩ ከምዚ ነገራት ክግበር ከሎ ወይ ሕማቕ ነገራት ዝግበር ኣሎ ቪድዮ ጌርካ ገለመለ ምዝርጋሕ ብዙሕ ነገር ኣሎ ዝወጽእ እንጃ ን ሶሻል ሚድያስ ከምኡ ዓይነት ነገራት ኣለዎ። ኣበይ ወገን ኣለኻ እሞ ዋዓዝ በለያ ክታይ ኣታ ታይቲካ ትብለኒ ሰክትዋ ስምዓኒ ኣወል ኣሉ ኣታ ታይላ ዓፂኻና ሓያል ኮንካ ማለት ድዩ እሱ ኣምበር ጥዕና ስለ ዘይብልካ ዓፀካ ዋታ ኮይኑ ጥዕና ዘይብለይ ጥዕና ላ
ከምኡውን ዶ ትንሓልፍ ከኣብ ደገ ቦትሾፊልያ ጥናሕ ስምዓኒ እሞ ኣወል ና- ስምዓኒ ኣወል ርግእ ኢልና ንዛረብ ዓበይቲ ሰባት ኢና ተረዲእካኒ ምናልባት ሓሪቐ ክኸውን ይኽእል እየ ሓራይ ብሓም ስምዓኒ ኣወል ተረጋጊ ኢልና ሲ ርግእ ኢልና ደይ ንዘራረብ ከም ዓበይቲ ሰባት ኣታ ደይ ተስራሓኒ እታ ታወንካ እታ ትላገጽ እንተለኻ ትደክም ኣለኻ ይተላገጽ ኣስራሓኒ ትሰርሕ ኣለኹ እሞ ንጎ ስራሕ ኢኻ ደው ኢልካ በል ቀስ በል ሕራይ ስነ ጥበባዊ ኣወል እዚ መዘንግዕ ቴሌፎን እዩ ናይ ምንታይ መዘንግዕ ቴሌፎን እዩ ኣወል መዘንግዕ ቴሌፎን ሃገር እያ ሃገር
ሃገር ሃገር ከመይ ቤላ ቤላ እንታይ ዳ ትረከበለይ
ረሲንካ እንዲኻ ኣወል ዓርከይ
ስለዚ ብዛዕባ እታ ርእስቲ ጽሒፈያ ዘለኹ ታክስ ክፈል ተባሂለ ኢልካስ ዕንደራ ናይ ምንታይ ዕንደራ'ዩ እዚ? ገለ ገለ ቪድዮታት ከርእየኩም እየ'ሞ ኤርትራውያን ኣሕዋተይ፣ ጉዳይ ናይ ግል ሰብ፣ ጉዳይ ናይ ሓደ ሰብ ሙኻ ብብዝሒ ጉዳይ ሃገር ዝኾነሉ መገዲ እንታይ ኣሎ? ሕጂ ከ መጺኡ'ሎ ኤርትራውያን ኣሕዋተይ ድምጺ? ኣይ ሆፕ መጺኡ'ሎ ሕጂ መስለኒ። ንስማዓዮ እዚ ቪድዮ እሞ ክንቅጽል ኢና ካብዚ። ፕሊስ ንስማዓዮ እዚ። እኮ ክንመጾ እንተኾንና መንግስቲ ላይሰንስ የብሉን ማዕበል ፍቃድ ኣየውጽእን ክብል ጸኒሑ መሊሹ ከኣ መንግስቲ ግብሪ ተሓቲትዎ ካይ ይብል ፍቓድ ተዘይሃልዩና ላይሰንስ ተደይሃልዩና መንግስቲ ዝሓተና ዘሎ ግብሪ ካበየና እዩ ካብቲ ዘይሕጋዊ ድሕር ዘይሕጋዊ እንድሕር ንሰርሕ ተሃሊና ማለት እወ እወ ካብቲ ናይ ሕጋዊ ገንዘብ እዩ ዝሓተካ ዘሎ ወልሓደ ከይፈርሑን እዩ እቲ ቃል ካብቲ ዘይሕጋዊ ትሰርሖ ዘለኻ ስራሕ ንምቕጻዕትን ንምኽፋሉን ትሕተት ኣለኻ ዘይሕጋዊ እንድሕር ጌርካ ኣቐሚጥካዮ ኣለኻ ኮንካ ማለት እዩ ማዕብል ቀዳማይ ነገር ታክስ ክትከፍል ጥራሕ ሃሊካ ታክስ ጥራሕ ክትከፍል ዘለካ እምበር ኣሻፍረ ኣይኮንካን ክትብል ዘለካ ወይ ክትዕንድር ኣይኮንካን ዘለካ ካበይ እዩ ታክስ ዝሓተና ዘሎ ካብቲ ዘይወግዓዊ እዎ ካብቲ ዘይወግዓዊ ገንዘብ እዩ ዝሓተካ ዘሎ ነቲ ዘይወግዓዊ ግቡ መቕፃዕትካ ትወስደሉ ነቲ ታክስ ዘይከፈልካሉካ ታክስካ ትኸፍለሉ ንስማዕ ኢና ኣብ ካሊታ ክንሰግር ኢና።
ላይሰንስ ተደይሃልዩና መንግስቲ ዝሓተና ዘሎ ግብሪ ካበየናይ እዩ ካብቲ ዘይሕጋዊ እዎ ድሕር ዘይሕጋዊ እንድሕር ንሰርሕ ተሃሊና ማለት እዎ ነቲ ዘይተረዳእኩም ፅቡቅ ጌርና ክንረዳእኩም ኢና ናይቲ ዘይሕጋዊ ገንዘብ እዩ ዝሓተካ ዘሎ ንፅርቲ ሓፃር ሲምፕል ምሽዶ ኣብዚ ምድንጋር የለን መንግስቲ ኣሜሪካ ከኣ ከምኡ ናይቲ ዘይከፈልካዮ ታክስ ናይቲ ዘይሕጋዊ ናይቲ ኢሌጋል ስራሕ ዝሰራሕኻዮ ገንዘብ ኢኻ ትሕተት ዘለኻ ናይ መንግስቲ ስራሓት እሱ ስለ ዝኾነ ኣብ ዝኾነ ዓለም እንድሕር ዳ ዘይሕጋዊ ስራሕ ትሰርሕ ኣለኻ ኮይንካ ኣብ ሕጊ ክትመፅእ ግድን እዩ መንግስትኻ ሙሉእ መሰል ኣለዎ ኣብ ዝኾነ ዓለም ኣብ ዝኾነ ሃገር መፅዩ ክሓተካ ታክሲ ኣይከፈልካን ትኸፍ ካርማም እስኺ ብኻ ስእሊ ጥራይ ኮንኪ ፅባቐ ጥራሕ ሒዝኪ ጠፊእኪ ታሕሚ ከዓብስ
እሞ ሕጂ ከምኡ ክሰርሕ ኣለዎ ሰብኣይ ካገለ ኣነ ሳሎም ኮፍ ኢለ ከለኹ ሰብኣይ ምግቢ ሰርሕ ኣለዎ እዚ እኮ ይበልናል እዚ እኮ ሕጂ እዚ ዳሕራዊ እኮ ከምፅኦ ዘለኹ እዚ ኣነ ሕጂ ሰበይተይ ትተልወኒ ነራ ፍቃድ ተትልወኒ ነራ ገዛ ሰበይቲ ዘላቶም ደኣ ካልእ ስራሕ ይሰርሑ ኣብ ደገ ዳራጎሙ ኣብ ደገ ሓመድ ይሰርሑ ገለ ተረዲኽኒ ኣብ ገዛ ከዓ ንሳ ኮምፕሊት እዩ ማንካ ከማን ጋልዕል የብሉን ሰበይቲ ተልያ ተዳ ኩሉ ሓደ ክኢልዎ እንዲዩ ዘሎ ሕጂ ንኣብነት ንስኻ ዴቭ

እሺ ፋሚሊ ሎማዓንቲ ልሓዝኹም ቪድዮታት ዚዮም ልመስሉ ነይሮም ኣብ ቐፃሊ ብልገራር እሞ ሓደሽቲ ቪድዮታት ሒዘልኩም ክምለስ እየ እስካብ ሽዕቱ subscribe እና like ምግባር ከይትርስዑ ኢኹም peace out።